ሰላም ተኻታተልቲ መደባት ፈንቅል ኤሪ ሜድያ ከመይ ተምስዩ ንሎም ሰንበት ዕስራን ሓደን ታሕሳስ ዝበልክዎ ብካልኣይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብሪ ይዕድም ሰናይ ምክእታል። ክቡራት ተኻታተልቲ በቲ ቀዳማይ ንሪኣ ኣገዳሲ ዛዕባ ምስ እንፍልም ስርዓት ብልጽግና ባሕርን ኣፍ ደገ ባሕርን እናበለ ኣንጻር ህዝብን መንግስትን ኤርትራ ሰበባት ይፍሕሰሉ ኣብ ዘሎ እዋንን ሰዓትን ንተወለድቲ ዓፋር ናይ ኢትዮጵያ ሕቶ ባሕርን ኣፍደገ ባሕርን ከም ዘለዎም ኣምሲልካ ንምቕራብን ልክዕ ከምቶም ኣብ ኤርትራ ዝርከቡ ተወለድቲ ክልል ዓፋር ባሕርን ኣፍደገ ባሕርን ናይ ይብጽሖም እዩ ሕቶ ኣብዚ እዋናት ሓይሊ ቀጺሉ እናወጸ ይርከብ ኣሎ ነዚ ዝወጽእ ዘሎ ከምዚ ዓይነት ኣጉል ስነሞጎትን ጎስጓስን ሓብሬታን ወኪል ኣጎልጉሎት ዜና ኤርትራ ዞባ ደቡባዊ ቀይሕ ባሕሪ ኣሕመዳኒ መሓመድ ሱልጣን ራሓይታ ናይ ኤርትራ ሂብዎ ዝበሎ ኣገዳሲ ሓብሬታ ኣብ ገጻት ፌስቡክ ዘርጊሑ ይርከብ ኣሎ እዚ ኣብ ገጻት ፌስቡክ ተዘርጊሑ ዝርከብ ዘሎ ኣገዳሲ ሓብሬታ ንኩላትና ኤርትራውያን ኣገዳሲ ስለ ዝኾነ ከም ዘለዎ ብቐጥታ ናባኹም ከብለ ደጊመ ሰናይ ምክእታል መልእኽቲ ስልጣን ራሓይታ፣ ዓብደልቃድር ዳውድ፣ ስልጣን ራሓይታ ካብቶም ሓሙሽተ ስልጣኔታት ዓፋር ሓደ ኮይኑ ኣብ ገማግም ቀይሕ ባሕርን መጻብቦ ባብ ኤል መንደብን ብምህላው ድማ ዝያዳ ስምን ጽልዋን ኣለዎ። ዓፋር ኣብ ዝነብረለን ሃገራትን ከባቢታትን ነቲ ስልጣኔ ዝውክሉ ሕሉታት ኣምባሳድራት ዝበሃሉ ኣለዉ እዮም። ዛጊት ኣብ ኤርትራ፣ ጅቡቲ፣ ኢትዮጵያ፣ ንስልጣን ብምውካል ኣብ ዝተፈላለዩ ባህላዊ ውራያት ክሳተፉ ዝተመዝዙ ሰላሳን ሽዱሽተን ሕሉታት ኣለዉ። ኣብ ኢትዮጵያ ግን ካብ ዝፍሉጥን ንጹርን ዕላማ ወጻኢ ኣብ ዝተፈላለዩ ፖለቲካዊ መኣድታት ስልጣኔ ረሓይታ ከም ዝተወከለ ንምምሳል ብስም እዚ ስልጣኔ ፖለቲካ ክስርሑን ክሽቅጡን ይፍተን እዩ። ኣብዚ ክሳብ ሕጂ ዝተኻየደ ብሕጂ'ውን ዝካየዱ ፖለቲካዊ መድረኻት ስልጣን ረሓይታ ውክልና ከም ዘይብሉ የረጋግጽ። ብተወሳኺ ንዓፋር ኣብ ቅድሚት ኣሰሊፍካ ሕቶ ባሕሪ ሕቶ ሓደ ብሄር ንምምሳል ዝግበር ፖለቲካዊ ሸቐጥ ህዝቢ ዓፋር ክነቕሓሉ ከም ዝግባእ ፃውዒታት ቀሪቡ። ኩቡራት ተኸታተልቲ ፈንቅል ኤሪ ሜድያ እዚ ኣገዳሲ መልእኽቲ ሱልጣን ራሓይታ ሎሚ ዘቕረቦ ክኸውን እንከሎ ወኪል ኣጎልግሎት ዜና ኤርትራ ኣብ ዞባ ደቡባዊ ቂሕ ባሕሪ ኣሕመዳኒ መሓመድ ኣብ ገፃት ፌስቦክ ኣስፊርዎ ይርከብ ኣሎ እዚ ብወገን ስርዓት ብልፅግና ዝግበር ዘሎ ከምዚ ዓይነት ሸቐጥ ውዱቕን ተቐባልነትን ከምዘይብሉ ብኸምዚ ዓይነት መንገዲ ምላሽ ተዋሂብዎ ይርከብ ኣሎ። ስርዓት ብልጽግና ጌና ፈተነታቱ ኣብ ልዕሊ ህዝብን መንግስትን ኤርትራ ንባሕርን ኣፍደገ ባሕርን ዝብል ብዝተፍላለየ መንገድታት እናፈተነ እዩ ዝርከብ ዘሎ። ኣብዚ ቅንያት ከኣ ተወለድቲ ዓፋር ናይ ኢትዮጵያ ልክዕ ከም ዓፋር ናይ ኤርትራ ባሕርን ኣፍደገ ባሕርን ይብጽሖም እዩ። ደንካልያ ካብ ኤርትራ ንምንጻል ፈተነታት እናተኻየደ ይርከብ ኣሎ። እዚ ቅድሚ ነውሕቲ ዓመታት ኣብ ግዜ መለስ ዜናዊ ዝተሃንደሰ ከምዚ ዓይነት ሽርሒ ኣብ ግዚኡን ሰዓቱን ክመክንን ክመውትን ክኢሉ ኔሩ። እዚ ዕሸል መራሒ ናብ ስልጣን ምስ መጸ ሕጂ ከኣ ብኸምዚ ዓይነት መንገድታት ፈተነታት የካይድ ኣሎ። እዚ ዘካየድ ዘሎ ፈተነታት ውን ከምቲ ዝቀደመ ሙማቱን ሙምካኑን ዝተርፎ ኣይኮነን። ክቡራት ተኸታተልቲ ናብቲ ካልኣይ ንሪኦ ኣገዳሲ ዛዕባ ምስ እንሰገር ዝተፈላለዩ ዓበይቲ መራኸቢታት ምስ ሃገርና ኤርትራ ተታሒዙ ሎሚ ሓደ ጸብጻብ ሒዞም እናወጹ ይርከቡ ኣለዉ። ብመሰረት እዚ ዝወጽ ዘሎ ጸብጻባት ሩስያን ቱርክን ምስ ኤርትራ ሽምግልና ብምክያድ ነተን ኣብ ኤርትራ ተታሒዘን ዝርከባ ዘለዋ ሰለስተ መራክብ ኣዘርባጃንን ንብረተንን ንምፍታሕ ምስ መንግስቲ ኤርትራ ርክባትን ዝርርባትን ይካየድ ከምዘሎ፣ ክሳብ ሕጂ ግን እቲ ሽምግልና ክዕወት ከምዘይከኣለ'የን ኣብ ጸብጻባተን እናገለጻ ዝርከባ ዘለዋ። ከም በዓል ቢቢሲ ዝኣመሰሉ መርበባት ሓበሬታ ነዚ ጉዳይ ዝምልከት ሎሚ ሰፊሕ ሸፍነታት ሒዞም ክወጹ ንከታተልን ንዕዘብን ኣለና። መራክብ ኣዘርባጃን ክሊ ማያት ባሕሪ ኤርትራ ጥሒሰን ድሕሪ ምእታወን ብሓይሊ ባሕሪ ኤርትራ'የን ኣብ ትሕቲ ቁጽጽር ኣትየን። ሰራሕተኛታት ናይዘን መራክብ ንንውሕ ዝበለ እዋናት ኣብ ኤርትራ ድሕሪ ምጽናሕ ብዝተገብረ ዝተፍላለየ ሽምግልናን ዝርርባትን ነናብ ሃገሮም ከም ዝተፋነዉ ኣብ ዝተፍላለየ እዋናት ኣብ ዜናታት ገሊጽናዮን ጠቒስናዮን ኔርና። እዚ ሕጂ ዝቐርብ ዘሎ ሕቶ እተን ተታሒዘን ዝረከባ ዘለዋ ሰለስተ መራክብን ንብረተንን ኤርትራ ናብ ዋናታተን ክትመልሰን እዩ። ኤርትራ ግን ነዘን መራክብ ክትመልሰን ከም ዘይትደሊ ነቲ ብመንገዲ ሩስያን ቱርክን ዝግበር ዘሎ ሽምግልና ከም ዘይተቐበለቶ'ዩ ኣብዚ ሓበሬታ ብንጹር ሰፊሩን ተጠቒሱን ዝርከብ ዘሎ። እዘን መራክብ ኣዘርባጃን ሒዘንኦ ዝነበራ ኣጽዋራት ናይ ኢትዮጵያ ክኸውን እንከሎ፣ ሕሉፍ ተሓሊፍወን ከኣ ክሊ ማያት ባሕሪ ኤርትራ ጥሒሰን ብምእታዌን ምንቅስቓሳት ከካይዳ ፈቲነን። ኣብቲ ሽዑ እዋን ኤርትራ ነዘን መራክብን ሰራሕተኛታትን ጽዒነንኦ ዝነበራ ተኣፈፍቲ ኣጽዋራትን ኣብ ትሕቲ ቁጽጽር ክተእትዎ ኪኢላ'ያ፣ ሕጂ እቶም ሰራሕተኛታት ምስ ተፈትሑ ብግምጣሉ ነተን መራክብን ነቲ ኣጽዋራትን ንምፍታሕ ከምዚ ዓይነት ምንቅስቓሳት ከካይዱ ክትዕዘብ እንክለኻ ብተግባራቶም ኣዚኻ ትግረምን ትሓዝንን። ልማያትን ባሕርን ናይ ሓንቲ ሃገር ጥሒስካ ኣቲኻ ተመሊስካ መራክብካን ኣብኡ ዝነበረ ንብረትን ምሕታት ካብዚ ዘሕፍር ተግባራት የለን። ኤርትራ ብዓለምለኻዊ ሕግታት መሰረት ነተን ዝሓዘተን መራክብን ንብረተንን ናብ ዋናታቱ ክትመልሶ ዘገድድ ዝኾነ ይኹን ሕጊ የብላን። እዚ ብሩስያን ቱርክን ይግበር ኣሎ ዝበሃል ዘሎ ሽምግልና ኣብ ባይታ ክዕወት ከምዘይክእል ዝተፍላለዩ ወገናት ምስዚ ጉዳይ ኣተሓሒዞም ትንታነታትን መግለጺታትን እናሃቡ ይርከቡ ኣለው። መንግስቲ ኤርትራ ነዚ ብቱርኪ ከምኡውን ሩስያ ዝቐርበሉ ዘሎ ሽምግልና ዝምልከት ክሳብ ሕጂ ሓብሬታታት ኣይሃበን ኣሎ። መራክብ ኣዘርባጃን፣ ኣብ ትሕቲ ቁጽጽር ከምዝኣተዋን እቶም ባሕረኛታት ኣብ ኤርትራ ዝጸንሑ ናብ ሃገሮም ከምዝተፋነዉ ሓበሬታታት ካብ ምሃብ ሓሊፉ መንግስቲ ኤርትራ ነዘን መራክብን ጺዕነንኦ ዝነበራ ኣጽዋራትን ንብረትን ዝምልከት ክሳብ ሕጂ ዝርዝራዊ ሓበሬታ ሂቡ ይፈልጥን'ዩ። እዚ ሕጂ ብመርበብ ሓበሬታ ቢቢሲን ካልኦት መራኸቢታትን ዝዝርጋሕ ዘሎ ከምዚ ዓይነት ዓበይቲ ርእስታት ዝተዋህቦ ጉዳይ መራክብ ኣዘርባጃን ሰለስቲኤን ገሊኤን ኣብ ዓሰብ እተን ክልተ ከኣ ኣብ ባጽዕ ከምዘለዋ'ዩ ኣብዚ ጸብጻባት እናተገልጸን እናተጠቕሰን ዝርከብ ዘሎ በዚ ኮይኑ፣ በቲ ግን ነዘን መራክብ ንምፍታሕ ዝግበር ዘሎ ጻዕርታት ኣብ ባይታ ፍረ ከምዘይተረኽበ'ዩ ኣብዚ ጸብጻባት ዝግለጽ ዘሎ። ኤርትራን ሓይሊ ባሕሪ ኤርትራን እዘን መራክብ ጽዒነንኦ ዝነብራን ንባዕለን እዘን መራክብን ኣብ ትሕቲ ቁጽጽር ምስኣእተዎን ኤርትራ ብዓለምለኻዊ ሕግታት መሰረት ነዘን መራክብን ንብረተንን ክትወርሶ ሕጋዊ ባይታን መሰልን ኣለዋ። እዘን መራክብ ከኣ ኣብ ትሕቲ ቁጽጽርና ካብ ሃለዋ ናብ ኣዘርባጃን ዶ ናብ ካልእ ኣካል ዝምለሳሉን ዝርከባሉን ኣብነታት ኣብ ባይታ ፍጹም የለን። ኩቡራት ተኸታተልቲ ናብ ሳልሳይ ናይ መወዳእታ ንርኤ ዛዕባ ምስ እንሰገር ብቐጥታ ምስ ኩነታት ሱዳን ዝተተሓዘ ኮይኑ ኣብ ሱዳን ተኸሲቱ ዝርከብ ዘሎ ግጭትን ዕግርግርን ድሮ ምስ ደቡብ ሱዳን ሊሕሙ ይርከብ ከም ዘሎ ካብ ትማሊ ምሸት ኣትሒዞ ሓብሬታታት እናወጸ ይርከብ ኣሎ። ብመሰረት እዚ ተዘርጊሑ ዝርከብ ዘሎ ሓብሬታ ኣብዚ ዝሓለፈ ክልተ ሰሙናት ተቓዋምቲ ሓይልታት RSF ንኣገዳሲት ከተማ ናይ ዶብ ሱዳን ነዳዲ ናብ ፖርት ስዳን መመሓላለፊትን መቆጻጸሪትን ዝኾነት ኣብ ትሕቲ ቁጽጽር ከም ዘእተዋ ብወገን ሰለስቲኦም ኣካላት ደቡብ ሱዳን፣ መንግስቲ ሱዳን ከምኡውን ተቓዋምቲ ሓይልታት RSF ዝተገብረ ስሉሳዊ ስምምዓት ነቲ ናይ ነዳዲ መጻረይን መተሓላለፊ ከተማ ኣብ ትሕቲ ናይ ዶብ ሱዳን ሰራዊት ክትከውን እዮም ስምምዓት ኣካይዶም ነይሮም። ትማሊ ግን ተቓወምቲ ሓይልታት RSF ነቲ ናይ ነዳዲ ቦታ ንምቁጽጻር ምስ ሰራዊት ዶብ ሱዳን ደማዊ ዝኾነ ኲናት ከምዘካየዱ ብዙሓት ሰራዊት ከምዝተቐትሉን ሓብሬታታት እናወጸ ይርከብ ኣሎ። RSF ገይርዎ ዝርከብ ዘሎ መጥቃዕትታት እታ ውሽጢ መሬት ሱዳን ዝካየድ ዘሎ ኲናት ናብ ደቡብ ሱዳን ሙሉእ ብሙሉእ ክልሕም ዘለዎ ተኽሎታት ዝለዓለ ከምዝኾነን እዚ ኩነታት ሓደገኛ ሳዕቤናት ከምዝህልዎ'ዮም ምስ ሱዳን ቅርበት ዘለዎም ወገናት ዜናን ፀብፃባትን ሒዞም እናወፁ ዝርከቡ ዘለዉ። ኣብ ሱዳን ተኸሲቱ ዝርከብ ዘሎ ኩነታት ብከም ኢትዮጵያን ሕቡራት ኢማራት ዓረብን ጫድን ከምኡ'ውን ብተመሳሳሊ ሰሞንን ኣጽዋራት ካብን ናብን እናመሓላለፋ ንኩነታት ሱዳን ዝሓላልኽኦ ዘለዋ ሃገራት እየን። እዚ ሕጂ ተኸሲቱ ዝርከብ ዘሎ ከምዚ ዓይነት ኩነታት በየናይ መንገዲ እዩ ክፍታሕ፣ ጽልውኡ እንታይ ክመስል እዩ፣ ሓቢርና ክንከታተሎን ክንዕዘቦን ኢና። ክቡራት ተኸታተልቲ ፈንቅል ኤሪ ሜድያ፣ ንሎሚ ኣዳልየዮ ዝነበርኩ ካልኣይ ትሕዝቶ መደባት እዚ ክትከታተልዎ ዝጸናሕኩም እዩ ዝመስል ነይሩ። ጽባሕ ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ።